ቀሊል እዩ ኢሉ በቲ ተለኣኣኺ ፍለሽ ለኣኸለይ ላፕቶፐይ ከፊተ ምስ ረኣኽዎ ግና ምፍጣረይ ጸሊኤዮ ብሓደ ዝገበርናዮም ዘይግቡእ ቪድዮ ብሕቡእ ተቐሪጹ ዋላ ኣብ ሓደ ቦታ ናቱ ምስሊ ብግልጸ ይረአን ሹመይ ንህይወተይ ሰላም ክበሃል ይጽናሕ እሞ ታሪከይ ግና ከካፍለኩም። ኩሉ ዝሓለፍኩዎ ብናይ ኣደይ ጻዕሪ፣ ጸሎትን ምትብባዕን እዩ ነይሩ። ኣቦይ ክሞት ተሎ ኣነ ገና ጓል ዓሰርተ ሰለስተ ዓመት ቆልዓ ነይረ። ድሕሪ እቲ ግዘ ጀሚሩ ኣደይ ኩሉ ጽቡቕ ነገራት ገይራ ብመዓርግ ተመራቒት ኮይነ። ገና ኣብ ናይ ሃይስኩል ምጅማረይ ብፍቕሪ ርክብ ምስኡ ዝኾንኩ ሰብ ክሳብ ብሓደ ሓዳር ምምስራት በጺሕና። ናይ ብሓቂ ከመይ ዝበለ ናይ ፍቕሪ ሰብ ከም ዝኾነ ክነግረኩም ኣይክእልን። ናይ ፍቕሪ ህይወተይ ናይ መጀመርታይ ኩሉ ነገር ዝረኣኹሉ ታሓጓስ ብዘለካ ነገር እምበር ብትምነዮ ክተምጽኦ ዘይከኣል ምዃኑ ዝተዓዘብኩሉ ናይ ህይወተይ ተሓጓስ መለክዒ ናይ ምንባረይ ትርጉም ሓቀኛ ፍቕሪ ዝረኣኹሉ ነየቦይ መተካእታ ሕዝውን ንዓይ ብጣዕሚ ለዋህ ሰብ እዩ ካብ በዓል ገዛይ ክልተ ወዳት ወሊድና ንሳቶም ድማ መናቱ እዮም በዓል ገዛይ ንዓና ከንብር ዝኽእል ኣብ ናይ ግለሰብ ትካል ብፅቡቕ ደሞዝ ኣብ ዝለዓለ ቦታ ተመዲቡ ይሰርሕ ኣነ እውን ብዝተፈላለዩ ግዜያት ኣብ ዝተፈላለዩ ትካል ይሰርሕ ነይረ መናቱ ቆልዑት ምዕባይ ግና ብጣዕሚ ከቢድ ነይሩ። ንመናቱ ደቀይ ከዕቢ ንክልተ ዓመታት ዝኣክል ስራሕ ኣቋሪፀ። ኣብ ናይ ህይወት መንገደይ ዘይተሓሰበ ነገር ተፈጠረ። ዝፈትዋ ብዙሕ መስዋእትነት ከፊላ ንዓይ ናብዚ ዘብፀሐትኒ ንባዕላ ዝተጎድኣት ኣደይ ሓሚማ በዓል ገዛይ እውን ዘለዎ ኩሉ ወዲኡ ተለቂሑ እቲ ዝሓሸ ሕክምና ኩሉ ሞኪሩ ዋላ ኣነ ኣብ ሓደ ትካል ተቖፂረ ይሰርሕ ስለ ዝነበርኩ ብተደጋጋሚ በዚ ምኽንያት ካብ ስራሕ ይቐሪ ስለ ዝነበርኩ መጠንቀቕታ ወረቐት ተዋሃበኒ። ኣደይ ብቕልጡፍ ናብ ወጻኢ ኸይዳ ሕክምና ክትገብር ተዘይክኢላ ልዕሊ ሽዱሽተ ወርሒ ከም ዘይትጸንሕ ተነገረኒ። ናብቲ ናይቲ ዝሰርሐሉ በዓል ትካል ከይደ ኣብ እግሩ ወዲቐ ኣደይ ሓሚማትኒ በጃኻ ኢለ እናበኸኹ ለሚነዮ። ካብ ባይታ ብሓይሊ ኣልዒሉ ከምዚ በለኒ፣ ጸገም የለን ኣነ ክሕግዘኪ እየ ክንደይ ቅርሺ እዩ ዘድሊ በለኒ። ኣነ እውን ሓደ ነጥቢ ክልተ ሚልዮን ብር ክብል መለስኩሉ። እሺ ይኹን ሓደ ነጥቢ ሓሙሽተ ሚልዮን ብር ከልቅሐኪ እየ ብናይ ግዘ ኺደት ትኸፍልኒ ኢኺ ኣነ ሰብ ክሽገር ተሎ ኣይፈቱን በለኒ። ናይ ብሓቂ ብታሓጓስ ዓርሰይ ክስሕት ኢለ ነይረ። ንበዓል ገዛይ ናይቲ ቅርሺ መምጽኢ መንገዲ ተይነገርኩዎ ስቕ በልኩ። ናይ ኣቦይ መሬት ምንባሩን ተሸይጡ ነደይ መሐከሚ ክኸውን ምውሳኑን ነገርኩዎ። ምኽንያቱ እቲ ዘስረሐኒ ሰብኣይ ሂቡኒ ተዝብሎ ዝኹሉ ቅርሺ ብኸመይ ክህባ ይኽእል ኢሉ ናብ ካሊእ ጥርጣረ ክኣቱ እዩ ኢለ እቲ ሓቂ ሓባእክዎ። ኣነ እቲ ዘድሊ ፎርምታት መሊኣ ፈሪመ እቲ ቅርሺ ወሲደ ነደይ ሒዘ ናብ ሃገረ ሂንድ ከይድና። ኣሕኪመያ እውን ድሒናትለይ ተመለስኩ። ሕዚ ንፈጣሪ ዝሓገዛ ጸሎት ዳገበረት ዓለም ትኣኽለኒ ኢላ ቆረበት። ሕዚ ኣነ ሕጉስቲ ኮይነ ኣለኹ። ኣብ ሓደ ንግሆ ናይቲ ትካል በዓል ገዛ ክሳብ ኦፊስ ኣጸወዐኒ። ዕድሚኡ ካብ ሓምሳታት ብዙሕ ኣይውስኽን። ናብ ክፍሉ ኣትየ ኣብ ወንበሩ ኮፍ ምስ በልኩ ግና፣ ትካልና ሕዚ እቲ ቅርሺ የርልዮ እዩ። ተኽኢልኪ ሕዚ ክትብልና ትኽእሊዶ? በለኒ። ብሓቂ ደንጊጸ። ከመይ ኢለ? ካበይ ኢለ ብዝተሓተ ድምጺ ጠየቅኩዎ። እሺ ክልተ መማረጺ ክህበኪ ቀዳማይ እቲ ቅርሺ ኣብ ዓሰርተ ሓሙሽተ መዓልቲ ውሽጢ ናብ ትካል ምምላስ ካልኣይ ድማ ምሳይ ብዘይተገበአ መንገዲ ዋላ ተኾነ ናብ ፍቕሪ ምእታው በለኒ። ሓደ ሸውዓተ ግዘ ተየማዕተብኩ ኣይተርፍን። ካብ ኦፊስ ምስ ወጻኹ ግና ኣይኮነን ብሰለስተ መዓልቲ ብሰለስተ ዓመት እውን ዝኾን ኣይነበረን። ድሕሪ ሰለስተ መዓልቲ ህሊናይ ሸይጠ ፍቓደኛነተይ ገሊጸ። ንመጀመርታ ግዘ ካብ በዓል ገዛይ ወጻኢ ምስ ካሊእ ደቂሰ። እዚ ሰብ እዚ ትኽክለኛ ርክብ ዘይመርጽ ናይ ባዕሉ ስምዒት ጥራሕ ዘዳምጽ፣ ሓደ ሓደ ግዘ ድማ ጭክን ዝበለ ነገር ዝገብር ኮነኒ። እዚ ነገር ብተደጋጋሚ ቐፀለ። ደሓር ግና ኣነ እኮ በዓልቲ ሓዳረይ በጃኻ ከምዘይ ትግበረኒ በልክዎ ሕልፍ ሓሊፍዎስ ብጣዕሚ ደስ በሃሊት ኢኺ ፈትየኪ እየ እሞ ካባኺ ቆልዓ ክወልድ ይደሊ እየ ኢሉኒ ዓረፈ ኣይኾንን ይኣኽለካ በልክዎ እሞ ከምኡ እንተኾይኑማ ቀሊል እዩ ኢሉ በቲ ተለኣኣኺ ፍለሽ ለኣኸለይ ላፕቶፐይ ከፊተ ምስ ረኣኽዎ ግና ምፍጣረይ ኩሉ ጸሊኣ ብሓደ ዝገበርናዮም ዘይግቡእ ቪድዮ ብሕቡእ ተቐሪጹ ዋላ ኣብ ሓደ ናቱ ምስሊ ብግልጺ ኣይረኣን ብድሕሪዚ እናተጻደፍኩ እታ ጸሓፊት ሰጊረ ናብ ናቱ ክፍሊ ኣተኹ ከመይ ከምዚ ትገብር በልክዎ ርሑቕ ዝሓስብ ሰብ ስለ ዝኾንኩ እንታይ ሓሲብኪ በለኒ ንብዓተይ ተይሓሰብክዎ ብምዕጉርተይ ወረደ። ናብ በዓል ገዛኺ ዘይኮነ ክልእኮስ ናብ ብዙሓት ማሕበራዊ ሚድያ እየ ክለቆ፣ ብድሕሪ'ዚ ደፊርኪ ናይ ምንባር ዓቕሚ እውን ኣይህልወክን ክብል ተዛረበኒ። ምፍጣረይ እናጸላእኹ ቆልዓ ስለ ምውላድ ክሓስበሉ ቁሩብ ግዘ ክህበኒ ለመንክዎ። ርክብና ግና ብሕቡእ ቀጸለ። በዓል ገዛይ ሕዚ'ውን ብልውሃት ምንባር እናቐጸለ'ዩ። ቆልዓ ንኽወልድ'ውን ሓፍቲ'ኮ ተድልዮም'ያ እዩ ዝብለኒ ዘሎ። ታይ ክገብር'ዩ ዘለኒ? እቲ ሓቂ ንበዓል ገዛይ ተነጊረዮ ብጣዕሚ ክጸልኣኒ'ዩ። ንቲ ሰብኣይ'ውን ኣይኸውንን ተይለዮ ኣብ ኢዱ ዘሎ፣ ናብ ተፈላለዩ ማሕበራዊ ገጽ ክለቆዩ ዋላ ኣደይ ተኾነት ናይቲ ገንዘብ ዝመጸሉ መንገዲ ተፈሊጣ ብጣዕሚ እያ ብኣይ ክትሓዝን ብሓቂ ዝገብሮ ጨኒቁኒ እስከ ሓሳብኩም ኣካፍሉኒ። ሰላም ሰላም ተኸታተልቲ ማይኪ ሚድያ ኣብዚ ቻናል ሓሳብ ርእይቶ እንተደኣ ሃልዩኩም ኣብ ናይ ኮመንት መፅሓፍ ቦታ ሓሳብኩም ክትገድፉለይ ትኽእሉ ኢኹም ነስ ቻናል ሓደሽተ እንድሕር ደኣ ኮንኩም ሳብስክራይብ ገብርዎ ላይክ ሼር ከይትረስዕዎ የቐኒለይ